ሕራይ ናብ ሮማይ ትብል መጽሓፍካ ንእሽተይ ገለ ሕቶታት ክምለስ ኣብ ሮማይ ትብል መጽሓፍካ ሰብን ሓርነትን ትብል ጽሕፍቲ ነይራ እንታይ ንምባል እዩ ሰብን ሓርነትን ከመይ ትመግለጽ እወ
ከምኡ ሓት እዮም ብዙሓት ኣንቢቦም ይነግሩን እዮም ብዙሓት ብዙሓት ኣጋጣሚ ናይ ርድኢት ፍልልይ ክህሉ ይኽእል እዩ ሓርነት ብብዙሕ ነገራት ክትገልጾ ትኽእል ትኸውን ተፈጥራዊ ህያብ ወዲ ሰብ ኣብዚ ምድሪ እዚ ምስ ተፈጥረ ዝወሃቦ ነገር እዩ ዝብል እምነት ኣለና ኣነ ብዛዕባ ሓርነት ብዙሓት ጽሒፎም እዮም ዓብዪ መጽሓፍ ካብ ዝጽሓፉ ሓደ ዶክተር ማይልስ ምሮ ዘባርደን ኦፍ ፍሪደም ትብል ወይ ዕዳ ሓርነት ትብል መጽሓፍ ኣላ 30 ዓመት ዕስራን ገለን ዓመት ዝወሰደትሉ ማለት ሕጂ ሓርነት በተራጉማካ ከመይ እዩ ንገሊኦም ሓርነት ድላይካ ክትከውን ሕጊ ወይ ቅጥዒ ዘይብሉ ፋሉልነት ኢሎም እውን ይገልፅዎ እዮም ኦፍኮርስ ወዲ ሰብ ኣብዚ ምድሪ እዚ ክፍጠር እንከሎ ናይ ምብሃሃል ናይ ሓሳብ ናይ ዘረባ ናይ ሃይማኖት መሰላት ክህልዎ ባህርያዊ ግን ሓርነት ማለት ብርግፅ ቀይዲ ዘይብሉ ማለት ድዩ ዝብል ሕቶ ከዓ ይመፀካ እዩ እንድሕር ፍጹም ቀይዲ ዘይብሉ ኮይኑ ሓርነት ወዲ ሰብ በዘን ዘለዎ ሓሙሽተ ህዋሳት ምስ ከምኡ ወዲ ሰብ ከመይ ኢሉ ክነብር ይኽእል? ኣብ ሓደ ገዛ ሓደ ስፒከር ወሊዕኻ ዓው ኣቢልካ ምስዕሳዕ እንድሕር ንዑ ሓርነት ከም ትርጉም ወሲድዎ እሞ ኣብ ጎረቤቱ ሓደ ዝተጸልኦ ሰብ ኣሎ ብርግጽ ንዑ ዓው ኣቢልካ ሙዚቃ ምስዕሳዕ ሓርነት ክኸውን ይኽእል ነቲ ጎረቤቱ ግን ሓርነት ምምንዛዕ እዩ ማለት እዩ ስለዚ ሓርነት ኣብ ክውንነት ክትሪኣ እንከለኻ እታ እሳቶም ዝደልይዋ ሓደ ክልተ ሰባት ዘዕልሉኻ ወይ እትካትዐሎም ጽልልቲ ሓርነት ወይ ዋላ ሓንቲ ዴፊኒሽን ክህቡላ ዘይክእሉ ሓርነት ኣብ በይንኻ ኮንካ እትነብሮ ዓለም እዩ ክውንነቱ ዝረጋግጽ ኢሉ ይሓስብ እንተ ደኣ ኣብ በይንኻ ኮንካ እትነብሮ ዓለም ኮይኑ ወዲ ሰብ ብዘይ ሰብ ንክንደይ ግዜ ክነብር ይኽእል ኢልካ ኣየጨነቐካ እዩ ኣብ ሓደ ከተማ ንሓደ ሰብ እንተፈኒኻዮ ድላይካ ኮ እንተኢልካዮ እንተ ተጻሪፉ ሓርነት መሲልዎ፣ እንተ ኣእውዩ፣ እንተ ክዳኑ ደርብዩ ድላዩ እቲ ናይ ሓርነት መግለጺ ዝብሎ ነገራት እንተ ገይሩ ንኽንደይ ሰሙናት ክነብር ይኽእል ሰብ ኢልካ ትሓስብ ኢለ። ሰሙን፣ ክልተ ሰሙን፣ ወርሒ ኣነ ርግጸኛ እየ ድሕሪ ዝተወሰነ ብጽምዋ ክብላዕ እዩ። ብሕትውና ክጸሮ ስለ ዘይክእል ከኣ ናብ ነብሰ ቅትለት ይኣቱ ማለት እዩ። ሕጂ ሓሶት እዩ ማለት እዩ። እታ ሕጊ ዘይቅይዳ ሓርነት የላን። ምናልባት ኣብቲ ስፕሪቹዋል ዓለም ድሕሪ ሞት ዘሎ ናይ እግዚኣብሔር ከመይ ሰሪዕዎ ኸውን እሱ ካብዛ ጀበና ርእስና ውፅእ ዝበለ ስለ ዝኾነ ኣብኡ ኣቲና ክንትንትን እውን ዓቕሚ እውን ስለ ዘይብልና እንታይ ክትከውን ትኽእል እታ መንፈሳዊት ሓርነት ናብቲ ባይብል ኮይ ናብቲ ሃይማኖታዊ ናይ ቴዎሎጂ ነገራት ይወስደካ ብዛዕባ እዚ ስጋና ናይ ሓሙሽተ ህዋሳት ሓርነት ግን ናይ ገሊኦም ጽላሊ ኮይኑ ይስምዐና ዓይ ሓርነት ንዓይ ካብ ንቕሓት ሕብረተሰብካ ነጺልካ ክተንብቦ ዘይትኽእል መሰል እዩ ኢለ ይሓስብ ኣነ። ዝኾነ ሓርነት ምስ ንቕሓትን ደረጃን ኣተሓሳስባን ሰባት ዝተኣሳሰር እዩ ኢለ ይኣምን። ምስ ክብርታት፣ ምስ ባህሊ፣ ምስ ሃይማኖታዊ ትርጉማት ዝተሓሓዝ፣ ምስኡ እናተለማመድካዮ ትኸይድ፣ ምስ ግዜ ከኣ እናዓበየ ዝመጽእ እምበር ካብ ሓደ ሎኬሽን ቀንጢብካ ናብ ሓደ ሎኬሽን እትልጥፎ ነገር ኣይኮነን ዝብል ስነ ሞጎት ኣለኒ ናይ ገዛእ ርእሰይ። እዚ ናተይ ካብ ምዕራባውያን እቲ ዘሎ ሓርነት ንብሎ ካብ ኤውሮፓ ሓፍ ኣቢልና ናብ ሕብረተሰብና እንተነምፅኦ እዩ ዝብል ኣብቲ ፅሑፍ ናተይ ሓሳብ እዩ ዝገለፅኩሉ እቲ ኣብ ሕብረተሰብና ዘሎ ክብርታት ሓፍ ኢሉ ናብ ባሕሪ ማእተወ ማለት እዩ ምክንያቱ ኣብቲ ንሕና ኮፒ ኤንድ ፔስት ኢልካዮ ዘለካ ኣብኡ ወዲ ንወዲ ምምርዓው ዝበሃል ሓርነት ኣሎ ጓል ምስ ጓል መብስቦ ምግባር ዝብል ሓርነት ኣሎ እዚ ከዓ ኣብ ሕብረተሰብና ፅያፍ ትርጉሙ ከኣ ምስ መፈጸምታ ዓለምን ጥፍኣትን ዘተሓሕዝ ኣዝዩ ሓደገኛ ነገር ኮይኑ ትረኽቦ። ስለዚ እቲ ሓርነት ካብ ንቕሓት ሕብረተሰብካ ፈሊኻ ዘይንበብ ወይ ከኣ ነጺልካ ክተንብቦ ዘይትኽእል መሰል እዩ ዘብለካ ስነ መጎት እዚ ኮይኑ ይስምዓኒ። ብኸምዚ እየ ገሊጸ ይብቲ መጽሓፍ።
ስለዚ እዚ ትብሎ ዘለኻ ሓርነት ወይ እቲ ናትካ ሓርነት ዘይምፍላጥ ዶ ክኸውን ኣብዚ ናትና ሶሻል ሜድያ ኣዝዩ ክብሪ ዘይሓለዎ ዘረባታት ወይ ዕግርግር ብጣዕሚ እዩ ዝረኣ ዘሎ እዚ እቲ ትብሎ ዘለኻ ኣካል ናቱ ክኸውን ይኽእሉ
ምፍታሹ ጽቡቕ እዩ ግን ገለ ፐርሰንተጅ ኣይተርፎ ንኸውን ኢለ ሎሚ እኮ ገሊኦም መሊኦም ዝሰዱልካ ኣብቲ ሃይማኖታዊ ክብርታት ብጣዕሚ ዘሕዝን እዩ በቃ ብጣዕሚ የሰንብደካ እዩ ሓደ ሓደ ግዜ ኣብቲ ሃይማኖታዊ ክብርታት ከይተረፈ ኣቲኻ ነትን ነትን ኣውሪዶም ንመሓመድን ክርስቶስን ክገብርዎ ዝውዕሉ ክትርኢ እንከለኻ ብጣዕሚ ዘሰንብድ እዩ ብጣዕሚ ዘተሓሳስብ እውን እዩ ሕጂ እዚ ምሰየናይ ሓርነት ከም ዝዳረግ ምስ ክንደይ ዓቐን ሊትሮ ወይ ክንደይ ኪሎ ሜትር ናይ ሓርነት ከምዝብል ኣይፈልጥን ግን ብመሰረቱ ኩሉ እትገብሮ ናይ ንቕሓት ውፅኢት እዩ ዝብል ሕራይ ሓጎስ ኢኑ ቁርብ ካብ ዘለናዮ ፍኾስ ኢልና ክነዕል ሓደ ግዜ ኣብ ኣስመራ ብዝረኸብኩ ዓላል ነይራ ድምፃዊ ኣርቲስት ግርማይ ዓንዶም ኣብ ኣስመራ ኣብ ዝነበርካሉ እዋን ሃንደበት ክሳድካ ሓኒቑ ፈረጥ ኣቢልካ ዝብል ዕላላት ኣብቲ ከተማታት ኣብቲ ጎደናታት ፀኒሕና ነይርና ናይ ምንታይ ተባኢስኩም ነይርኩም ዲኻ ምንታይ ተበገሰ ምስማይ ግርማይ ዓንዶም ስነ ጥበባዊ ግርማይ ዓንዶም ብክሳድካ ሓኒቐካ ነይሩ ሓደ እዋን ዝብል ዓላላት ኣለዋ ኣብቲ ጣዋ ንሱ ናና ኣይመስለኒ ጌጋ እዩ ጌጋ እዩ ኣነ ንባዕለይ ደቂ ሰጋጣሚ ነይረ ፀዊዕኒ ብሓደ ካንሸሎ ብሓንሳብ ንነብር ነርና ሽዑ ኣብ ሓሳብ ነይረ መስለኒ ደንዚዘ ደቂ ሰኢደይ እዚኣ ፅቐይጠያ ነይረ መስለኝ ድሓር እወ ጉድ ኢቭኒንግ ሚስተር ሓጎስ ኢልና ኣትዩ ሰሚዐዮ ግርማይ ምዃኑ ሰሚዐዮ ኣብ መንጎ ግን ደቂ ሰድሓር ኢደይ ረብሪበ ምስ ዘርጋሕዋስ ናብዚ መፅያ ናይቲ ዝረብረቦተይ ግርማይ ዝሓነቐኒ መሲለ ብድሕሪ ዝሓዘኒ ግደፈና እንዶ ግርማይ ኢድካ ፈኖ ደኺመ ስለ ዘሎ ክድቅስ እየ ደሱ የለን ደቂሱ ዘሎ ከምዚ ገይራ ደንዚዛ ስለ ዘላ ካልኣ ኣይተመሊሳ ማለት በጃኻ ደቅሰኒ በጃኻ በጃኻ ይበሃል ተስዮ የማን ፀጋም ምስ ረኣኹ ሰብ የለን ከመይ ዳኣ እዚ ስትረስ ዳኣ ናበይ ገጹ ዳኣ እዩ ማዕረ ከምዚ ዳኣ ሕጂሲ ዋላ ብኣ ገይሩ እንተዝወጽእ ነይሩ ካብቲ ካልእትስ በቃ ግርማይ ተላጊጽለይ ከይዱ ወይ ሓኒቕኒ ኢለ ምሓሰብኩ ማለት እየ ኢለ ስሒቐ ነጊረ ኣጋጣሚ ነጊሩ በዚ ንስሕቕ ኢና ሕጂ እዚ እዚ ነገር ኣብኣ ከላ ክልክመልካ ሓደ ግዜ እውን ፌርማታ ናይ ገዛኻ ረሲዕካሉ ዝኸድካ ሰለስተ ኣርባዕተ ግዜ ነይሩ ንስኻ ከመይ ኔርካ? እወ ኣጋጣሚ ፋሚሊ ናብ ቪላጆ ቀይሮም ነይሮም ክኸይድ ገዛ ዓዲ ሰጉዶ በፂሐ ማለት እንዳሓሰብኩ ቪላጆ ሓሲበ ዓዲ ሰጉዶ ምስ በፃሕኩ ተረዲእኒ ኣብኡ ከዓ እቲ ጥውያ እቲ ኣውቶቡስ ሓሪቐ በቃ ከመይ ገይረ ክሳብ ገዛይ ዝርስዖስ እንታይ ኣነ ዝመሓደር ፋብሪካ የብለይ ዘብሎ ሚእቲ ሄክታር መሬት እየ ኣነ እንታይ ዘጨንቕ ኣለኒ ኢለ ክምለስ ከለኹ ብጓህጣዕ ኢለ ዝገርመካ ናይ መጀመርታ ኣይኮነን ካልኣይ ከዓ ብዛዕባ ምርሳዕ እዩ ክሓስብ ረሲዐዮ ከይደ ማለት ንገዛ ድሓር ካብዚ እንተቐፂሉ ሳልሳይ ግዜ ጨርቅኻ ምድርባዮም ስለ ዘሎ ኢለ ኣልባ ኮፍ ኢለ ማኪያቶ ኣዚዘ ናይ ምሳሕ ግዜ ረሽነ እያ ብለካ ኣጋጣሚ በዛ ናይ ስትረስ ኣብ ኣስመራ ሉሉ ኢኻ ናብቲ ካልእ ውልቃዊ ሕቶታት ወይ ከዓ ኣብቲ ከባቢና ዘሎ ክንኣቱ ኣብዚ ግዜ እዚ ፍትሕ ብጣዕሚ ብብዝሒ ዝረአ ዘሎ ኣብ ወፃኢ ሃገር ይኹን ወላ ውሽጢ ሃገር ይኹን ወላ ኣብዚ ከባቢናስ ካብቲ ናይ ቅድሚ ሕጂ ዝበዝሐ እዩ ፍትሕ ዝረአ ዘሎ ካብ ምንታይ ዝተበገሰ እዩ ጠንቁ እንታይ ክኸውን ክትብል?
ጠንቁ እቲ ባዕሉ ዝፈልጦ እዩ ዝፈልጦ እንታይ መስለካ ግን ንፅርቲ እያ ኣነ ናተይ ግምት እየ ክብ ንኣነ ከም ዝመስለኒ ኣየውርዶ ናይ ክልተ ሲስተም ምግጫው ኢሉ ይሓስብ እቲ ኣብ ዓዲ ዝነበረ ኣነባብራና ኣብቲ ምዕራባዊ ዓለም ወይ ኤውሮፓ ምስ መፃኻ ይፈላለ ይመስለኒ መጀመርታ ናይ ቶለራንስ ናይ ተፃዋርነት ሕቶ እዩ እዩ ዝብል ሓሳብ ኣለኒ ኣብኡ ምስ መጻኻ ከዓ እቲ መነባብሮ በበይኑ ይጸንሕ እዚ እቲ ጠንቂ እቲ መነባብሮ ጥራይ ዘይኮነ እቲ ኣነባብራ ባዕሉ በበይኑ ይጸንሕ ማለት እዩ ኣብ ባህልና ዘሎ ኣነባብራን ኣብኡን ፈጺምካ ዝተፈላለየ ነገር እዩ ሕጂ ምስ ብዙሕ ምክንያታት እቲ ፍትሓት በዚሑ ትርኤ ጽቡቕ ኣሎ ፈቲሑ ትርኤ ሕጂ ብሌም ዝገብሩ መብዛሕትኡ ግዜ ንደቂ ኣንስትዮ ኮይኑ ይረኣየን ደቂ ኣንስትዮ ምስ መፃ ኣብቲ ዓድና ዘሎ ኣነባብራ ካሊእ ኣብ ኣሜሪካ ምስ መፃ ፃዕዳን ሰበያ ፃዕዳ ክፀፍዕ ምስ ረኣያ ዝብል ግምት ዝህቡካ ሰባት ኣለዋ ንሓታቲ ይሓትት በቃ ቀዳማይ መሰል ስለ ዘለዋ ህፃንን ጓል ኣንስተይትን ሰብኣይን ሰብኣይ ትሕቲ ከልቢ ወረ ማዕረ ከልቢ ይኮነን ዝብል ክስታያት ስለ ዘሎ እዚ ናይ መሰል ምልዓል ዕድል ተጠቂመን እየን ሕንሕነአን ዘውፅኣ ዝብሉ ከይተረፈ ኣነ ግን ኣይቅበሎን እዩ ከም ሰብ ኣይቅበሎን እዩ ምናልባት ከም ምክንያት ክህሉ ይኽእል ኣብ ክንደይ ፐርሰንት ኣይፈልጥን ግን ሙሉእ ብምሉእ እትቕበሎ ነገር ኣይኮነን እንድሕር ከምዚ ኮይኑ ኣሸጋሪ እዩ ኣብዚ ንሪኦ ዘለና ዓለም እቲ ኩሉ ዝቐርብልካ ሕጊ ንዓኻ ይጠቕመካ ማለት ኣይኮነን። ኣብ ፋርማሲ ክትከይድ እንከለኻ ደም ብዝሒ እንተሓሚምካ ናይ ደም ብዝሒ ሒዝካ ክትኸይድ ብርግፅ ኩሉ እቲ መድሃኒት ፈውሲ እዩ። ኩሉ መድሃኒት ግን ፈውሲ ንዓኻ ማለት ኣይኮነን። ብጀካ እታ ናይ ደም ብዝሕኻ ሒዝካ ምኻድ እንተዘይኮይን ትኻልቕ ንዓኻ ቀትለካ እውን ስለ ዝኽእል ዘድልየካ መድሃኒት ሒዝካ ከም ምኻድ እቲ ሕጊ ከዓ እቲ ዘድልየካ ክትወስድ ከለኻ እዩ ዝዝሓሸ ኢለ ይሓስብ። እሱ ዝብል ገምጋም ኣለኒ እንተ ከምኡ ኮይኑ በቲ ካልእ ገፅ እንተሪኢኻ ኢኻ ኣብ ባህልና ዘሎ ከም ባህሊ ምፅቃጥ ናይ ጓል ኣንስተይቲ ኣተሓዝካ ከምዚ ክትእዝዝ ናይ ምድላይ እሕሕ ናይ ምባል ነገር ምስቲ ምዕራቡ ዓለም ዘሎ ሲስተም ምስ ተጋጨወ ዝተፈጥረ ስምዒት ወይ ኣጋጣሚ ዶ ክኸውን ይኽእል ኢልኻ ትሓስብ ኢኻ ማለት እየ ከም ሰብ ግን ሕጂ በዚ ኣብ ሶሻል ሚድያ እንሪኦ ጥራይ ንደቂ ኣንስትዮና መምዘኒ እንድሕር ክትወስደን ክትወስዶ ፈቲንካ ጌጋ ገምጋም ክበካ ይኽእል እዩ በዚ ኣብ ሶሻል ሚድያ እንሪኦ ዘለና ገሊ ዘሰቅቕ ነገር መገመቲ ክትወስድ የብልካን ኣብ ሕብረተሰብ ከምቲ ብዙሕ ጥዑይ ገለ ሕሙማት ዝሰኣኑ ከምኡ ከዓ ኩሉ ባህሪ ኣብ ወዲ ይኹን ኣብ ጓል ማለት እየ ስለዚ እንታይ ኢና ክንገብር ዘለና ተልካ ናይ ኣተሓሕዛ ምምዕርራይ ግን የድልየና ኢለ ይሓስብ ኣነ ንኣብነት ኣነ ሕቶ ኣለኒ ካብ ዓዲ ሒዘንኦ ናብ ኣሜሪካ ምስ መፃሞ መሰል ናይ ጓል ኣንስተይቲ ሰማይ ምስ ፀንሐን ክግረማ ንዘይምኽኣል ክንፅዕሮ ዘለና ነገር እንታይ እንተይልካ ሲስተማቲካሊ ከም ዝቕየረና ዘሎ ንሕና ከዓ ሲስተማቲካሊ ተዓፃፀፍቲ ፍሌክሲብል ክንከውን ኣለና ኢለ እየ ዝሓስብ ንጥቕምኻ ንጥቕምኻ ንጓል ኣንስተይቲ ማዕረ ትገብራ ከም ሂወትካ ትገብራ ንዓኻ ምእንቲ ክሕሸካ ኢልካ ንዓ ምእንቲ ክሕሻ ኣይኮነን ማዕሬኻ እንተርእኻያ ኣብ ማዕሬኻ ክትሰርሕ ትኽእል ትሕቴኻ ንዝረኣኻዮ ሰብ ትሕቴኻ እዩ ዝሰርሕ ስለዚ ወተብዓታይ ዝሕገዝ ማለት እዩ ኣብዚ ዓይነት ናይ ምዕሩይነት ኣረዳድኣ ከዓ ባህልናስ ክቕየር ዘለዎ ዋላ ኣርቲስት ክጽዕርሉ ዘለዎም ነገራት ኣሎ ኢለ ይሓስብ ኣነ ባህልና ክቡር እዩ ፅቡቕ እዩ እንሕበነሉ ነገር እዩ ገለ ገለ ክቕየር ኣለዎ ዝብል ርድኢት ኣለና እቲ ሕቶ ንምንታይ እዩ ኣቦ ጓል ጥራይ ገዝሚ ዝህብ ኢሉ ይሓትት እዩ ሓደ ሓደ ግዜ ንምንታይ እዩ ኣቦ ጓል ጥራይ ገዝሚ ዝህብ ንምንታይ ኣቦ ወዲ ገዝሚ ዘይህብ ካበይ ይመፅ ኢለ ይሓስብ እየ ሓደ ሓደ ግዜ ንባዕለይ እቲ ናይ መሰል ምሃር ጋል ኣንስተይቲ ንስኻ ትተኽቦ ነገር ኣይኮነን ፈቲኻ ጸሊኻ ብስሪኤን ዘምጸኦ እዩ ተዋጊኤን ሞይተን ተቐርሚመን ሰንኪለን ዘምጸኦ እየን ማንም ሰብ ዝተኾበለን ኣይኮነ እዚ ፈቲኻ ጸሊኻ ክትቀበሎ ዘለካ እዩ ካብኡ ሓሊፍ ተሪፍ ከዓ ክትውሕጦ ማይ ጌርካ ከዓ ፅቡቅ ኮይኑ ይስምዐኒ ምእንቲ ንዓኻ ክሕሸካ እምበር ከምዚ ፍትሕ ስለ ዝበዝሐልካ ንደቂ ኣንስትዮካ ነፂልካ ከም ሕማቕ ባህሪ ዘለዎን ከም ሕማቕ ርድኢት ዘለዎን ክተጓንየን ምፍታን ሓደገኛ ኢለ ዝሓስብ ስለዚ እቲ ኣሰቡት ክውሕጥዎን ክለማመድዎን ዘለዎም ይለማመዱ እሰን ከዓ ሕድገት ክገብርኦ ዘለዋ ይሕደጋ እሞ ናብቲ ምዑርይነት ነገር ክንመፅእ ኢና ዝብል ሓሳብ ኣለኒ እዚ ኢለይ ግምት እታ ሕቶ ግን ካብኡ እዩ ዝጅምር ኣቦ ጓል ሓሙሽተ ምስ ወለደ ነዘን ሓሙሽተ ገዝሚ ገለ ዋይ ንምንታይ ኣቦ ወዲ ገዝሚ ዘይህብ ስለዚ እዚ ኣብ ሳይኮሎጂ ስነ ኣእምራዊ እንድሕር ርኢኻዮ ገለ መጉዳእቲ ክህልዋ ይኽእል እዩ ነታ ጓል ዋላ ኣቦ ጥራይ ብዛዕባ ገዝሚ ክሓስብ እንተሪኣ ንኣብነት እየ ዝብለካ ንበዓሉ ሱሲ ናይ ምትሓት ስምዒት ይህልዋ ዶ ኢልካ ሓሲብካ ትፈልጥ ዶ ጢን እታ ኮይኑ ድህልዋ እንተ ኣቦ ጓል ጥራይ ብገዝሚ ኣብ መውስቦ ዝሓስብ ኮይኑ ብመሰረቱ እቲ መርዓ ዓቕሚ ዘይብልካ እንተኮይኑ ዝድገፍ ነገር ኣይኮነ ግን ካብ ኮንኻ ዋይ ክልቲኦም ኣቦ ወድን ኣቦ ጓልን ኮይኖም ብዛዕባ ገዝን ንምጥያስ ናይቶም ቆልዑት እንዲሓስቡ ዝብል ርድኢት ኣለኒ ኣቦ ጓል ዝሽገረሉ መንገዲ ኣቦ ወዲ ዘቋምተሉስ ክኸውን የብሉን ዝብል ሓሳብ ኣለና ካብኡ ካብቲ መሰረት ክዕረ እንተጀሚሩ ካብቲ ኣተዓባብያ ማዕርነት ክመፅእ ይኽእል ባህሊ ዓብዪ ተራ ስለ ዘለዎ ማለት እዩ ዚታት ኢለ ይሓስብ እምበር ኣብ መርዓ እተ ቀፃሊ ብመንገዲ ገዝሚ ጓል ኣንስተይቲ ከም ህያብ እንጥምታ ኮይና ኣብቲ ዝመፅ ወለዶ እናሰጋገርና ክንከይ ዘይብልና ገለገለ ነጥብታት ኣሎ ዝብል ናተይ ናይ ውልቀይ እረመሉ ክእል እየ ምናልባት ጌጋ እንተኮይኑ እዚታት ኣሉ ይሓስብ ኣነ ክመዓራረስ ዘለዎ ነገራት ሪፎርም ክኸውን ዘለዎ ነገራት እዚ ኣሎ ኢሉ ሓስብ ስለዚታት ዝመፀ ተፅዕኖ እንተሃልዩ ብደገ እሞ ከምቲ ናይ ዓዲ እንተ ክተፈራርሓ ትደሊ ኮንካ እሞ እታ ፃዕዳ ከዓ ኣብቲ ትሪኦ ዘላ መሰል መሊኡ ዝፈስስ ኮይኑ እሞ ኣጋጣሚ ኣዝያ ልባም ተዘይፀኒዓ ክትጋገ እውን ትኽእል እያ እወ ንመን ኢኻ ኢልካ ተወጣውጦ ኣሎ ክመፅእ ይኽእል እዩ እወ ስለዚ ምክእኣል ጽቡቕ እዩ ተሎራንስ ጽቡቕ እዩ እሳተን ነቲ ሕጊ ኩሉ ይጠቕመካ ማለት ስለ ዘይኮነ ገለ ግባር ጽቡቕ እዩ ማውዳት ከዓ ትሪት ናይ ምግባር ጓል ኣንስተይቲ ማለት ናይ ሕብረተሰብ ፍዮሪ ዕምበባ ማለት እዩ ጓል ኣንስተይትን ህፃንን ዘይከብረሉ ሕብረተሰብ ከዓ ክዓቢ ማለት ከዓ ሕልሚ ማለት እዩ እዞም ክልተ ነገራት ኣብ ሕብረተሰብ ክብሪ ክህልዎም ናይ ግዲ ዝብል እምነት ኣለኒ እሞ ምክእኣል ፅቡቕ እዩ ይብል። ናብ ፍትሕ እንተ ተባፂሕኻ ከዓ ሕማቕ ዕድል ሕማቕ ኣማራፂ እኳ እንተኾነ ተቀያያማይ ክትከውን የብልካን ብዙሓት ኣለዉ ተፋቲሖም ተረዳዲኦም ደቆም ዘዕብዩ ክትረአ ከለካ ከዓ ትግረም ኢኻ ኣብ ገለገለ ስለዚ ብመሰረቱ ፍትሕ ሕማቕ እዩ ሕማቕ ዕድል ኮይኑ ኣብኡ ንዘለዉ ከዓ ንደቆም ተረዳዲኦም ከዕቢ እቶም ቆልዑት ሕማቕ ኣተሓሳስባ ሒዞም ክዓብ የብሎምን ናይ ክልቲኦም ክልተ ስምዒታት ተገራጫዊ ሒዞም ክዓብ የብሎም እቲ ዝህሰተ ህፃን እዩ ኣብ መወዳእታ ስለዚ ብኽብሪ ተረዳዲእኻ ንሳቶም ብሓሳብ ዝሕገዝሉ ናብራ ክትገብር ጽቡቕ
ጽቡቕ ኣብኣ ኮላ ልግብ ከብለልካ ናይ ጓል ኣንስተይቲ ካብ ልዓልካስ ኣብዚ ሕጂ እዋን ክብሪ ናይ ጓል ኣንስተይቲ ካብቲ ናይ ቀደም ክሳብ ዝሕጂ ዘሎስ ኣብ ከመይ ደረጃ ኣሎ
ከም ዝብለካ ዘለኹ እዩ ኦፍኮርስ ፍትሓት ይበዝሕ እዩ ዋላ ኣብዚ ሶሻል ሜድያ ክትሰምዖ ከለካ ኮምፕሌን ዝገብሩ ብዙሓት ትርኢ ኢኻ ብዙሓት ንካልእ ዜጋ ዝምርዐዋ ትርኢ፣ ካልኦት ኣወዳት እውን ከምኡ ትርኢ ኢኻ። ኣጋጣሚ ገለ ምስኡ ይተሓዝ ድዩ ኣይተሓዝን ካልእ መጽናዕቲ ዘድልዮ እዩ። ግን ብምርኩስታ ዘበገስካያ ናይ ፍትሕ ምብዛሕ ግን ክስታይ ክትገብሮ ኣለካ። ጠንቂ እንታይ እያ ኣለሊኻ ዋላ እቶም ኣርቲስት እውን ኣብኡ ክሰርሑ ክኽእሉ ኣለዎም። ትርጉም የብሉን ፍትሕ መወዳእታ ንህፃናት ኣዝዩ ጎዳኢ ስለ ዝኾነ እስኻ ኣብ ሓዳር እንድሕር በፂሕኻ ናታ ሕማቕ ነገር እንተሃልዩ ክትፀረሳ እውን ኮም ተኸኣ ኢልካ እትኸዶ እምበር ሓዳር ማለት ንዘለኣለም ሕፅኖት እትነብሮ ነገር ኣይኮነን። ሓዳር ማለት ሓላፍነት ማለት እዩ፣ ሪስፖንሲቢሊቲ ማለት እዩ። ስለዚ እታ ቶለራንስ እታ ምፅዋር ትበሃል ነገር ቀዳመይቲ ነጥቢ ኮይና ትርድእን በር ክልተ ኣካል ኣብ ሓደ ገዛ ኮይንካ ክትነብር እንከለካ እግዚኣብሔር ፎቶኮፒ ገይሩ ብከለር ኣይኮነን ኣብ ሓደ ገዛ ዘንብረካ ከካብ በይኑ ሕብረተሰብ ምናልባት ከካብ በይኑ ፋሚሊ ዝመፀኻ ኢኻ ነናይ ገዛ ርስኻ ፅቡቕን ሕማቕን ክህልወካ ይኽእል ፍቕሪ ጠሚሩ ኣብ ሓደ ሓዳር እንተብፅሕካ ግን ፍትሕሲ እቲ ናይ መወዳእታ እቲ ናይ ጫፍ መወዳእታ ኣማራፅ ክኸውን ዘይብሉ ኣማራፂ ይሓዝ ሕጂ በዚ ናትና ወለዶ እዚ ናትና ወለዶ ደሎ ማለት እቲ ክብርታት ግን ናብቲ መልስኻ ክመፅእ ክእል ይፈልካ እቲ ክብርታት ግን ካብኡ ይፈላለየ ካብ ሰብ ናብ ሰብ ምኽባር ጓል ኣንስተይቲ ግን ኣማራፂ የብልካን ዝብል ርድኢት እዩ ዘለኒ ደቂ ኣንስትዮና ምኽባር ማለት ነብስኻ ምኽባር ማለት ደቂ ኣንስትዮኻ ምሕሳር ማለት ብገዛእ ርእስኻ ነብስኻ ምሕሳር ማለት ካልእ ዋላ ሓንቲ ትርጉም የብሉ ስለዚ እቲ ከም ሕቶ እውን ክልዓል ዘለዎ ነገር ኣይኮነን እቲ ዝበልኩኻ እዩ ብሶሻል ሜድያ ዘዝረኣኻስ ንኩሉ መቓን ናይ ሕብረተሰብካ ዘለዋ ደቂ ኣንስትዮ ብኡ ክትፈርደን ተፈቲንካስ ጌጋ ገምጋም ክትወስድ ኢኻ ዝበልኩኻ ንዑ እየ ማለት እዩ ማለተይሲ እቲ ናትና ወለዶ ከምቲ ንስኹም ኣብቲ ወፃኢ ሃገር ዘለኹም ሲ እቲ ናትና ወለዶ እቲ መንእሰይሲ ክብርታት ምዕቃብ ክብርታት ባህሉን ክብርታት ናይ ነብሱን እታ ጓል ኣንስተይቲ ናታ ክብርታት እቲ መንእሰይ ከኣ እቲ ናቱ ወለዶ ክብርታትስ ይዕቅቦ ኣሎ ዶ? ኣብ ከመይ ተራእዩ ዶ ኣሎ? ማለተይስ ተዓቂቡ ዶ ኣሎ? ኣብ ከመይ ኣሎ ክብርታትና? እምባለ። እሱ ደኣ ኣብ እቲ ግሎባላይዜሽን ንባዕሉ ሓደገኛ ነገር እኮ እዩ። ቴክኖሎጂ ንባዕሉ ናይ ገዛእ ርእሱ ጸገም ኣለዎ እኮ። እሱ ንባዕሉ ዝፈጠሮ ነገራት ኣሎ። ኣብቲ ሕብረተሰብ እንታይ ኣብ ዝብልዎ ዲካደንስ ዝብልዎ ጸዓዱ ዲካደንስ ዝቕጠት ወይ ከኣ ብስብስና ማለት ብዙሕ ሕብረተሰብ ብሰንኪ እዚ ቴክኖሎጂ ብሰንኪ ብብዙሕ ጽልዋ እኮ እዩ ዝሓልፍ ዘሎ። ብብዙሕ ጽልዋ እዩ ዝሓልፍ ዘሎ። እዚ ሕጂ ትሪኦ ዘለኻ ሾሻል ሚድያ ማለት ሓደ ኮንሰርቨቲቭ ዝኾነ ዓቃባዊ ዝኾነ ሕብረተሰብ ከማን ብክንደይ ፈተና ይሓልፍ ኣሎ ኢልካ ሕሰብ። ትረፍ እንተ ክብርታት ዘይብሉ ሕብረተሰብ ኮይኑስ ክሳብ ክንደይ ክጽሎ በዛ ዘመናዊትን ሓደገኛን ዝኾነት ዓለም ማለት እዩ። ስለዚ እሱ ከዓ ይጸልዎም ኣሎ ነቶም መንስያት ናይ ግድን እዩ እቲ እኳ ሓያል ሕብረተሰብ ኮይኑ እምበር መዓስ ቀሊል ነገር ኮይኑ ቻለንጅ ዝገብረካ እቲ ግን ቀሊል ነገር እኮ ኣይኮነን ስለዚ እቲ ኮሚኒቲ እንታይ ተራ ክህልዎ ክእል ኣብዚ እቲ ፋሚሊ ገለ እሱ ክስታይ ኣለዎ ግን በቃ ምንካስ እዩ ክሳብ ዘለካ ሳብ ክብርታትካ ምንባር ሳብ ኣማራፂ ዘይብሉ ኣማራፂ እዩ ስነ ጥበብ ክኩስኩስ ኣለዎ ኩሎም ኣካላት ነቲ ባህልን ነቲ ክብርታትን ክኩስኩስ ኣለዎም ኢለ ዝሓስብ ኣነ እቲ ዝረገፈ ከዓ በሲሉ ዝረገፈ ከዓ ደስ ኢሉ ክረግፍ እዩ ማለት እዩ ዘሎይ ሰሎይ ካብኡ ከይወፃና ኣብቲ ርእስትና ናይ መንእሰያት ከለና ማለት እዩ ኣብዚ ግዜ እዚ ውሕዳት ማለት እዩ ንኩሎም ክንብል ኣይንኽእል ኢና ብብዙሕ ተፃወርነት ብብዙሕ ናይ ቢል ብብዙሕ ምስ ድሮኦም እንዳሓገዙ ኣብ ካናዳ ሰበይቶም ኣብ ሃብ ሱዳን ሓዎም እንዳ እንዳሰደዱ እዮም ነዚ ትብሎ ዘለካ ከቢድ እዋናት ዝሓልፈዎ ዘለዉ ዝውቀስ ወለዶ ኮይና ኣይስማዕን ናትና ወለዶ ገለ ገለ ግን ውሑዳት ካብኦም ኣለዉ ኣብ ወልፊ ዝወደቑ ኣለዉ። ሕጂ ኮሚታት ቁርብ እንዳተረኣያ ይመጻ ኣለዋ። እንታይ እቲ ጠንቂ? እንታይ ደሰክፍ ኣለካ ጊድካ ደይ ትዛረቦ መንእስያት ኣብ ወልፊ ኢኻ ክትብል ደለካ። እወ መንእስያትና ሳብ ወልፊ ብዙሓት ብዙሓት ክንደይ ኢልካ እሞ ክትጽብጽቦም ኣብ ኣሜሪካን ኤውሮፓን ብወልፊ ኮይኖም ዘለዉ መንእስያት እንታይ እሞ ሕቶ ደዩ ካልኡስ ሓንቲ ኮ ዘሰካክፍ ነገር ኣይኮነን ብዙሓት ኣብ ወልፊ ይወድቁ ኣለዉ ንዓይ ንባዕለይ ካብ ሂስተን ሓደ ግዜ ሂስተን ዝበሃል ከተማ ናይ ቴክሳስ ደው ኢሎም ዘዘራረቡኒ ነይሮም ብዛዕባ ከምኡ ከምቲ ዝበልኩኻ እዩ እቲ ሲስተም ሓደገኛ እዩ እቲ ትፅቢት ካሊእ ፀንሕ ኣብ ደገ እሞ ምፅእ ምስ በልካ ምድረ ሰማይ ምስ ቀወጠ እቲ ዕድመ እውን ናይ ገዛ እርሱ ፅልዋ ኣሎ ዓርከ መዘናይ ኣሎ ኩሎም ተሓባቢሮም ኣብኡ ከም ምክንያት ዝኾኑ ኢለ ኣነ ሓስብ እቲ ዓርከ መዘና ብፍላይ ሓደገኛ ነገር እዩ። ብዙሓት ብዙሓት ንኣሽቱ ብዙሓት ንኣሽቱ ኣብ ተወልፊ ሕጂ እዚ ናይቲ ስድራ ቤት ወይ ናይቲ ኮሚኒቲ ጥራይ ዘይኮነ ብመሰረቱ ዋላ እቲ ኣርቲስት እውን ኣነ ከም ኣርቲስት ክዛረቦ ዝደሊ ኣብኡ ዓሚቑ እቲ ዝበልካዮ ዓንተው እዩ ካብ ፍቕሪ ወዲ ፍቕሪ ተባኢሶም ተፋቲሖም ውፅእ ኢልካ ነቲ መንእሰይ ክሕግዝ ዝኽእል መሃር ዝኾኑ ነገራት ክመፁ ኣለዎም ኢለ እየ ዝሓስብ ኣነ ተደጋገምቲ እኳ ዳ ግዜ ዘይወሃቦ ኣጋጣሚ እውን ኮይኑ ይስምዐኒ ኣነ ብዙሕ ስለ ዘጋጠመኒ ብከምኡታት ኣፌክት ዝኾኑ መንእሰያት ብዙሓት ስለ ዝረኣኹ ስለዚ ው ክንደክም ኣለና ኩላቶ ኣብኡ ክንፅዕር ኣለና ሕፀር ብዝበለ ክትጠንቅስ እቲ ፅልዋታት ናይ መንእሰይን ናይቲ ናብራ እንዲ ተጠንቅቕ እንዲ እንታይ ክኾኑ ናብቲ ወልፍታት ዘውድቖም ዘሎ ከምዚ ዝበልኩኻ እዩ ብቐሊሉ ትረኽቦ ከምዚ ናይ ዓርከ መዘና ዓርከ መዘናስ ኩሉ ግዜ መንእሰይ ስንታይ ዝበሃል ልቦ ኣብ ደረቱ ይበሃል ኣብ ቅድሚ ንዘለዎ ነገራት ክፍትን በሃሊ መንእሰይ ኩሉ ግዜ ከም ኣተሓሳስባ ውዑይ ሓይሊ እቲ ሓደገኛ እዩ እቲ ነገር እቲ ምስ ተንከፍዎ ከዓ ዝገድፈካ ነገር ኣይኮነን ካብ ወልፊ ናብ ወልፊ እናተሰጋገርካ ኣዴክት ትኾነሉ ብዘይቡ ክሳብ ዘይትንቀሳቐሰሉ ነገር ኢኻ ትበፅሕ ኣነ ኣብ ድያሪ ዝሓዝኮሎ ብሉንታ እዩ ዝበሃል ንድሕሪት ከይተረፈ ተጠሊዑ ዘደቅሶም ማለት እዩ ኣዝዩ ሓደገኛ ነገር ኣዝዩ ኣዝዩ ሓደገኛ ኣብ መወዳእታ ብናይ ዓፅሚ ረኽሲ እዩ ናብ ሞት ዘብፅሖም ማለት ድሕሪ ዝተወሰነ ዓመታት ነዚ ከይተረፈ ደፊሮም ዝወስዱ መንእሰያት ኣለዉ ዘሕዝነካ ኣብ መንገዲ እናኸዱስ ነድሕሪት እዮም ዝድቅሱ። ከመይ ኢሉ ሰብ ከም ፈረስ ደው ኢሉ ክድቅስ ይኽእል ኣነ ኣይርድአን። ግን ክሳብ ከምኡ ሓደገኛ ዝኾነ ዕፀ ፋርስ ዝወስዱ ሰባት እዮም ዘጋጥሙ ካብ ዋላ ውሑዳት ይኹኑ ዓይነቱ ከዓ ይፈላለ እምበር ብዙሓት ኣብ ከምኡ ወዲቖም ኣለዉ ስለዚ ዕድል ዘይህብ ነገር ስለ ዝኾነ ብፍላይ ንኣርቲስት ኣብዚ ፀቒጦም ክሰርሑ እየ ክላበዎም ስደሊ ካብ ካልእ ትርኪ ምርኪ ወፂኻ ቁሩብ ክተትርፈሉ ክትምህረሉ ትኽእል ኣይድያታት እንተፈተሽና ዝሓሸ ኢለ ኣነ ይሓስብ። ሕራይ
ሓጎስ ከም ሓጎስ ዓወት ማለት ሲ እንታይ ማለት እዩ ንዓኻ? ሓደ ዓወት ክትብል ተኾንካ ዓወት ከመይ በረዳድኣና ከመይ ክኸውን ይኽእል ኣይፈልጥን ክንፈላለ ንኽእል በቲ ንዓይ ዝርድኣኒ ትርጉም ግን ዓወት ማለት ሎተር በፂሕካ ሚልዮነር ምስ ኮንካ ወይ ከዓ ብደረጃ መነባብሮ ኣዚኻ ሃፍታ ምስ ኮንካ ዕውት ዝመስሎ ብዙሕ ክህሉ ይኽእል እዩ ንኣብነት ንሕና ክንዓቢ ከለና እቶም ናትና ናይ ዓወት ሲምቦላት ዝነበሩ ገጅፍ ሰብኣይ ባርኔጣ ዝገብር ከብዱ ብዝፅበፅሕ ካፖት ዝድርብ ኦፔል ወይ ብቮልክስቫገን ዝዝውር ሰብኣይ በዓል መነፀር ሰዓት ሴኮ ሰዓት እያ ሰብ ሓደ ናይ ዓወት ሲምቦል ጌርካ ክትወስዶ ትኽእል ኢኻ ከከም እቲ ዝዓበኻሉ ነገር ማለት እዩ ኣብ ቲክቶክ ኣብ ዝረኣኹ ሓደ ናይ ህንዲ መን እዩ ፋላስፋ ይፈልጥን እየ ግን ጽብቕቲ ናይ ዓወት መግለጺ ሂቡ ኮይና ተሰሚዓትና ኣነ ሳክሰስ ዝበሃል ሰብ ወይ ዕዉት ዝበሃል ሰብ እሲ ሓቁ እዩ ብዙሕ ሃብቲ ወይ ብዙሕ ገንዘብ ስለ ዘለዎ ኣይኮነን ዘር ኢዝ አ ቢግ ዲፈረንስ ቢትዊን ግሮዝ ፕሮግረሲቭ ን ሳክሰስ ኣብ መንጎ ክትገልፀን ከለኻስ ኣብ መንጎ ዕቤት ምዕባሌን ብልፅግናን ኢሉ እዩ ዝገልፆ ዕቤት ዓብዪ ፓላሶ ክህልወካ ኽእል ዓብዪ ገንዘብ ክህልወካ ኽእል ዓብዪ ከብዲ ክህልወካ ኽእል ዓብዪ ባልጃ ዓብዪ ገዛ ዓብዪ ሕርሻ ዓብዪ ዓብዪ ሰወት እንታይ እሞ ሕጂ እዚ ናይ ዓወት መግለፂ ክኸውን ኣይክእልን ዓብዪ ነገር ናይ ዓወት መግለፂ ክኸውን ኣይክእልን እዩ ዝብል ካብ ዕቤት ናብ ምዕባሌ ዘሰጋግሩ ስነ ምግባርን ሞራሊቲን ኢሉ እዩ ዝኣምን ኤቲክስ ሞራሊቲ ኢሉ ይኣምን ስነ ምግባርን ሞራሊቲን ክህልወካ ኣለዎ እዚ ሃሊካ እውን ዕውት ማለት ኣይኮነን ወይ ሳክሰስ ኣይኮነን እንተ ሙሉእ ዕውት ዝበሃል ሰብ ኤቲክስ ሞራሊቲ ኤንድ ስፒሪቹዋሊቲ ኢሉ እዩ ዝኣምን። ስነ ምግባር ሞራልን መንፈሳዊ ክብሪ ሞራሊቲ ዘለካን ሞራል ካብ ሕብረተሰብ ናብ ሕብረተሰብ ክፈላለ ክል ብሞራል ብውልቂ እውን ሞራል ናትካ እንታይ ይመስል ንዓኻ ምልከት ናይ ሓደ ሕብረተሰብ ካብ ሕብረተሰብ ብሞራል ተፈለ ስለዚ ስነ ምግባር እንድሕር ኣለዎ ኮይኑ እሞ ሓደ ሰብ እቲ ዘለዎ ሓሳብ ፍልጠት ገንዘብ ዓቕሚ የማቐል ማለት እዩ ሃፍታም ስለዝኾንካ ጥራይ ንስኻ ገንዘብ ኣብ ባንኪ ስለዝደርደርካ ጥራይ ዕውት ናይ ዓወት ትርጉም እንድሕር ትወስዶ ኮንካ ጌጋ ግምት ኢለ ኣነ ይሓስብ እሞ እንታይ ሓደ ሃፍታም ኤርትራዊ ኢልካ እንተምፂኻ ኣብ ስደት ዝነብር ኢልካ እንተወሲ ካብ ዩጋንዳ ወይ ኣብ ኣዲስ ኣበባ ነቲ ኣብ ከባቢ ዘሎ ስደተኛ ብሓሳብ ከመራራሕ ብዓቕሚ ከመራቕሕ ዘይክእል እንድሕር ኮይኑ ኣብ መወዳእታ ዓወት ኣብ ገዝኡ ስለ ዝጠርነፋ እታ ናይ ዓወት ኒሻንሲ በየናይ መንገዲ እያ ነዚ ትግብኦ ፅሩራ ኢለ እዩ ዝሓስባ ከመይ ኢልካ ናይ ዓወት ትርጉም ኣብዚ ሰብ እዚ ክትገልፃ ትኽእል ኣብ ዝዓበየሉ ገዛውቲ ክብርታት ዘይብሉ ንዓበይቲ ገዛውቲ ዘይበፅሕ ፅጉማት ዘይሕግዝ ክብሩን ባህልታቱን ክሕሉ ዘይክእል፣ ነዚ እኳ ፋንድ ወይ ወጻኢታት ክገብር ዘይክእል፣ ብሓሳብ ብሞራል መንፈሳውነት፣ ሞራልነት፣ ስነ-መግባራውነት ኣብ ሕብረተሰቡ ተሳትፎ ዘይብሉሲ፣ ገጅፍ ከብድን ኡክያልን ገጅፍ ፓላሶን ስለ ዘሎዎስ ናይ ዓወት መዓርግሲ ብኸመይ ይወሃቦ ኢሉ እዩ ኣነ ንባዕለይ ዝጭነቕ። ስለዚ ሓቁ እዩ እቲ ህንዳዊ ፈላስፋ ምስኡ ዝተወሰነ ፐርሰንተጅ ይሰማማዕ እየ ይሰማማዕ እየ። ናይ ብሓቂ ሓደ ዕውት ትብሎ ሰብ ንሕብረተሰቡ ሓደ ናይ ምዕባለ ነጥቢ ክገድፍ እንከሎ እዩ ንብዙሓት ጽልዋ ክገድፍ እንከሎ እዩ ብስነ ምግባር ብዓቕሚ ብኣተሓሳስባ እምበር ንበይንኻ መኻዚኖ ምሉእ ገንዘብ ስለ ዝሓዝካ ናይ ዓወት መንገዲ ኣይኮነን ኢለ ይሓስብ ኣነ ጢኑ እንታይ ናይ ዓወት መግለፂ ክህልወካ ክእል ንዓኻ ምልከት ማለት እዩ ፅቡቕ ሓጎሲኖ ኣብኣ ከለኹ ምስኣል ግባብ ቢለ ነዞም ሕጂ ዘለና ወለዶ መንእሰያት መንገዲ ዓወት እንታይ እዩ ክትብለና ትኽእል ከም ሓጎስ? ካብኣ ዋላ ሓንቲ ንሳ እውን ደጊምካ ኣሊኻ ግን ሓደ መንእሰይ ናብ ዓወት ክበጽሕ መጀመርታ ጥዕንኡ ክሕልው ክኽእል ኣሎ። ሓደ መንእሰይ ሙሉእ ጥዕና ዘይብሉ ናብ ዓወት ወይ መንገዲ ዓወት ክበጽሕ ፈጺሙ ይክእልን። ኣብ እንዳ ሹሻ ዝውዕል፣ ኣብ እንዳ ጫት ዝውዕል፣ ኣብ እንዳ ወልፍታት ዝተፈላለየ ዝውዕል መንእሰይ መጽሓፍ ከንብብ ዘይክእል ፈጺሙ መጽሓፍ ምግንጻል ዘይክእል መጀመርታ ጥዕኑ ክሕልው ከ ኣነ ዘሕዝነካ እያ ኣብ ስደት ነዛ ተሰኪምካያ ዘለኻ ነብሲ ዘይሓገዝካ ብጥዕና ብዕረፍቲ ብኹሉ ነገር ንስድራ ቤት ክሕግዙ 24 ሰዓት ድፍእ ዝበሉ እሞ ኣብ መወዳእታ ህይወቶም ዝሰኣኑ ፈልጥ ስድራ ቤት ንምሕጋሲ እዛ ሒዞማ ዘለው ነብሲ ብምጉዳእ ዝመስሎም ብዙሓት ዝተጋገዩ ሰባት ኣለው። 24 ሰዓት ትራክ ይዝውሩ፣ 24 ሰዓት ጋዝ ስቴሽን ይሰርሑ፣ ዕረፍቲ ዘይብሉ ክልተ ስራሕ ዝሰርሑ እውን ኣለው። ሓንቲ መዓልቲ ስፖርቲ ይከዱን ሓንቲ መዓልቲ ጥዕንኦም ተራእዮም ኣይፈልጡን እዮም። ኣብ መወዳእታ እታ ንኹሉ ስድራ ትሕግዝ ዘላ ነብሶም ስለ ዝረሰዋ ሓደ መዓልቲ ንዖም ጠልሞ እሞ ኩሉ ስድራ ብሰንኪ እዚ ይለኻኸም ማለት ስለዚ ስድራ ንምሕጋዝ መጀመርታ ነብስኻ ብጥዕና ምሕላው ነዛ ምሳኻ ዘላ ነብሲ ዘይሓገዝካ ንስድራ ክትሕግዝ ትኽእል ኢለ ኣነ ይሓስብን ስለዚ እኹል ዕረፍቲ ትረክብ ንነብስኻ ቅድም ትከናኸን ምእንቲ ስድራኻ ክጥዕሙ ጽባሕ ኣንጎሰኻ ብጭንቂ ብጎደሎ መኣዛ ብጎደሎ ዕረፍቲ ሞይትካ ሬሳኻ ናብ ስድራ እንድሕር ከይዱ እታ ብኣኻ ጠወር ዝነበረት ስድራ ተደፊና ኣላ ማለት ስለዚ ምእንቲ ስድራኻን ደቅኻን ክሕሾም ኢኻ ነብስኻ ትከናኸን ስለዚ ኣብነት እየ ከምፅእልካ ደለ መጀመርታ ጥዕናኻ ትከናኸን ሽዑ ናይ ዓወት መንገዲ ከምቶም ደገዛውትና ቦርጫማት ኮን ደም ብዝሕን ሽኮርን ዘይብሎ ምስ ኮንካ ምስ ኣረጋገጽካ ጥዕና ካብ ሓደ ናይ መንገዲ ዓወት ጀሚርካ ኣለኻ ኢለ ሓስብ ደሓር እቲ ካልኣይ ዝመጽእ ነቲ ንስኻ ደሊኻዮ ዘለኻ ራእይ እሙን ዲኻ እዩ ዝመጽእ እምነት ኣለካ ድዩ እቲ ክትከዶ ደሊኻ ዘለኻ መንገዲ፣ እቲ ክትበጽሖ ደሊኻ ዘለኻ ዕላማስ ብርግጽ እሙን ዲኻ? ርግጸኛ ዲኻ? ኣጽኒዕካዮ ዲኻ? ንስኻ ንዕኡ እሙን፣ እሱ ንዓኻ እሙን ድዩ? ክመጽእ ዘለዎ እምነት ኢዝ ቬሪ ኢምፖርታንት ኣብ ዓወት። ኣብ ዕዉት ሰብ እምነት ብጣዕሚ ቀዳማይ መድረኽ እዩ ዝወስድ። ብድሕሪ እዚ ክትከዶ ደሊኻ ናይ ዓወት ዕላማ እንታይ ዓይነት መስዋእቲ ኢኻ ክትከፍለሉ፣ እንታይ ዋጋ ኢኻ ክትከፍለሉ ትኽእል? ተዋላዋሊ ዲኻ ፈራሕ ዲኻ ወይስ ርግጸኛ ኢኻ እዚ ዝሓተካ ዘሎ ኩሉ ቻለንጅ ሓሊፍካ ኣብኡ ከም ትበጽሕ እቲ ዝሓተካ ነገር ትምልስ ዲኻ ትኸፍል ዲኻ ከዓ እቲ ካልኣ ይመጽእ ማለት እዩ እዚ እንድሕር ዘይትገብር ኮንካ ኣንጻር ኮይኑ ኣሎ ማለት እዩ ሓሳብካ ካልእ እቲ ትኸዶ ካልእ ኮይኑ ስለ ዘሎ ከምዚ ንብረት ኣብ መርከብ ፅዒንካ ናብ ወደብ ዘፋንኻስ ኣብ ኤርፖርት ኮንካ ምጽባይ ማለት ከምኡ ትብል ምስላ ናይ ሓደ ስለዚ ንዕላማኻ እሙንን እትኸፍሎ መስዋእቲ ርግጽን ምዃን ናብ ዓወት የብጽሑኻ ኢለ ይሓስብ ስለዚ መጀመርታ ጥዕና እዩ ብድሕሪ ግን እዞም ክልተ ነጥብታት ደግ ሓገዝቲ እዮም ኢለ ይሓስብ ፅቡቅ ፅቡቅ ሓጎስ ኢና እሞ ቅሩብ ናብቲ ናይ ኣርት ምልስ ከብለካ ኣብ ኤውሮጳ ቱር ነይርካ